መርሓባ ክብራት ተኸታተልቲ ማራ ኢንተርተይመንት እንኳዕ ጾም ልጓሙ ፈቲሑ ናብ ክቡር በዓል ትንሳኤ ክርስቶስ ኣብፅሓና ንመላእ ህዝቢ ኤርትራ ኣብ ውሽጢ ሃገርና ወፃን ከምኡውን ሓይልታት ምክልኻሉ ከምኡውን መላእ ህዝቢ ክርስቲያን እንቋዕ ናብ ክቡር በዓለ ትንሳኤ ክርስቶስ ኣብጽሓኩም ኣብጽሓኩም ንብል። ስድራኣ ደኣለይዋ፣ ስድራኣ ክዕብይዋ ፍቓደኛታት ዘይኮኑ፣ ስለ ዝኾነ ድማ ኣብ ሓደ ቦታ ተደርብያ ዝጸንሐት ኣርያም ሻምበል ባሻ ኣብርሃም ብዛዕባ ስፍሕ ዝበለ መደብ ኣቕሪብና ኔርና። ኣብቲ መደብ ድማ ኩላኻትኩም ተሓባቢርኩም ልዕሊ ክልተ ሚእቲ ሽሕ ተዓዘብቲ ሸሞንተ ሚእትን ሰብዓን ሸውዓተን ድማ ኮመንቲ ጌርኩምልና ኔርኩም ኩሉ ኮመንቲ ድሃብኩምና ኣዚና ንምስግን ስለ ምክትታልኩም ሕጂ እውን ደጊምና ንምስግን ድሮ ርሑስ በዓለ ትንሳኤ ክርስቶስ ኮይኑ ኣሎ ዳግማይ ትንሳኤ ናይ ጓልና ኣርያ ምስ ምዃኑ ድማ ሎሚ ማራ ኢንተርተይመንት ሓደ ድልድል ዝበለ በጊዕ ከም ሃድያ ወይ ከም ጊፍት ገዚኣ ሳርፕራይዝ ክትገብሮም እያ ኣብ ዕዳጋ መፅያ ዘላ ብዝኾነ ግን እጂ ንሕና ካብ ኣብዚአን ዘለዋ ዕድልና ዝሃበና ገዚእና ክንከይድ ኢና ወሲና ዘለና በዓልዚ መን ኢኻ ሄለው ዋ ዋ ዋ መወዳእታ መወዳእታ መወዳእታ መለምባር ንኣርያም ሓደ ጊፍት ሒዝናላ ንኸይድ ኣና ክብራት ተኻተልቲ ማራ ኢንተርተይመንት ጽባሕ እውን ምሳሕ ብሓንሳብ ኢና ክንውስሖ ከለና እውን ጮማ ድዩ ከምዚ ዋንዶ ክብለና ዝጸንሐ ጮማ ድዩ ይኮነን ቀስ ኢልና ክንርኢ ናብቲ ገዛ ምስ ከድና ተኸታተሉና ሰዓቡና

በፂሕና በፂሕና በፂሕና ክብረት ዓዘ ተኸታተልቲ ማራ ኢንተርተይመንት እነና እምበኣር ሕጂ ምስ ሓመድና ምስ ዶሮናና ካብ ዕዳጋ ፓራዲዞ ትኽልና ናብ ከባቢ ስቴድዮም ኣስመራ መፂና ኣለና እንዳ ስድራ ቤት ሻምበል ባሻ ኣብርሃም በፂሕና ኣለና ማለት እዩ ሕጂ ብቐጥታ ናብ ቤት ሻምበል ባሻ ኣብርሃም ኢና ክንኣቱ ምሳና ኣተው ኩሉ ዘለዉ ነገራት ከዓ ሓቢርና ክንከታተሉ ኢና ፅባሕ ኣብ ዘሎ መደብ ድማ ናይ እንኳዕ ሓጎሰኩም ከምኡ እውን እቲ ኣብ ኮመንት ኣቕሪብኩሞ ዘለኹም ሕቶታት መልሲ ብምሉኡ ርኢ ቁፅር ኣቢልና ክነቕርበልኩም ኢና ሰዓቡና ሸሻይና ሒዝና ንኣቱ ኣለና

ኣርጓለይ ኣርጓለይ እንኳዕ ኣብፀሓኪ በሊ ናይ ፅባሕ ምሳሕና ሓንሳብ ኢና ክንምሳሕ እንታይ ትዕድምና ዲኺ ክቡራት ተዓዘብትና ንህልና እምበር ሕጂ ምስ ኣርያም ሻምበል ባሻ ኣብርሃም ኢና ዘለና ኩልና ተሓፂብና ተወጋጊርና ተፈሻሽና ኩልኻትኩም ከዓ

መርሓባ ክብራት ተኸታተልቲ ማራ ኢንተርተይመንት፣ ሕጂ እምበኣር ንሓደ ዓቢ ጉዳይ መዛዘሚ ክንገብረሉ በዚ ዓቢ በዓል እዚ ምኽንያት ምግባር ኢና ተረኺብና ዘለና። ዝኾነ ይኹን ደሃይ ዝኾነ ይኹን ኣንፈት ዘይብሉ ጉዳይ እዩ ነይሩ። ኣብዚ ኣብ ማራ ኢንተርተይመንት ምስ ዘርጋሕናዮ ግን ድሮ ስድራቤታ ተፈሊጦም ኣኳ ቀልጢፉ መልሰ ግብሪ ሂቡ ኣብዚ እውን ሓትነታታ ተጣፊኤን ናቶም ምዃና ብኩሉ መንገዲ በቲ ነፀበረቓዊ ሰነኽ ጥራይ ዘይኮነ ወላ ብሕጋዊ መንገዲ እውን ተንፀባሪቑ ተወዲኡ ኣሎ እቲ ኣቐዲምና እውን ኣብቲ ዝሓለፈ መደብና ከም ዝሓበርናኩም እቲ ጉዳይ ኣብ መንጎ ኣዝማድ ዝተገብረ ፆታዊ ርክብ ዝፈጠሮ በሰላምስ ምዃኑ እዩ ክሳብ ክንድዚ ተዳፊኑ ጸኒሑ ክሳብ ኣብ ምድርባይ እውን ተበጺሑ ብዝኾነ እቲ ጉዳይ መዓልቱ ኣኺሉ ኣብዚ እዋን እዚ ኣብ መዓልብኡ በጺሑ ኣሎ ኩሉ ሕጋዊ መደምደምታ ተገይርሉ ድማ ኣርያም እቶም ናይ ስጋ ወለዳ ወይ እቶም ባዮሎጂካል እናታ ወለዲ ዝበሃሉ ተረኺቦም ኣለዉ እዚ ነቲ መንነት ምፍላጥ እንተዘይኮይኑ ድሮ ኣቦን ኣደን ዘለውዋ ሻምበል ባሻ ኣብርሃምን ወይዘሮ ኣበባን ከም ጓሎም ዝረዓምዋን ዝተቐበሏን ምስ ኳኑ እሱ ዘጠራጥር ነገር የብሉን። ግን መን እየ ኣነ መበቆለይ እንታይ እዩ ካበየ መፅኤ ኣብ ዝበሃለሉ እዋን ብፍላይ ካን ደቂ ኣንስትዮ ኣብ ግርዝውና ኣብ ግዜ መርዓን ደርዓን ኣብ ዝበፅሓሉ እዋን ኣዝዩ ኣፀጋሚ ዝኾነሉ መስርሕ እዩ። እዚ ጉዳይ እዚ ግን መዓልቦ ረኺቡ ኣሎ። ሳላኻትኩም፣ ሳላ ክቡራት ተዓዘብትና ድማ እዩ። ስለ ዝኾነ ሎሚ መዛዘሚ ክንገብረሉ መሪጽና ዘለና ልዕሊ ክልተ ሚእቲ ሽሕ ህዝቢ ኢኹም ተኸታቲልኩሞ። ልዕሊ ሸሞንተ ሚእትን ሰብዓን ሸውዓተን ህዝቢ ድማ ኮመንት ሂብኩምና ወይ ርእይቶታት ሂብኩም ነቲ ዝሃብኩሞ ርእይቶታት ኢና ሕጂ ምስቶም ቤተሰብ ተራኺብና ምስኣቶም እንዳዓለልና ኩሉ ንኣውደ ዓመት ዝምልከት ነገር እናተቋደስና ኢና ክነዕልል ናብቲ ገዛ በጺሕና ኣለና። እዚ ዘለናዮ ከባቢ ከባቢ እምባጋርያኖ ከባቢ ስታድዮም ኣስመራ ወይ ድማ ሓድሽ ዕዳጋ ኣሕምልትን ፍረታትን እዩ። ሕጂ ናብቲ ጌት ጌጽና ንኣቱ ኣለና ክቡራት ተዓዘብትና። ምስኣቶም ሓቢርና ክንብሳሕ ኢና፣ ሓቢርና ቡን ክንሰቲ ኢና፣ እቲ ዕላል እውን ጎን ንጎኑ ክነካይዶ ኢና እሞ ሃየ ሕቶታትኩም ኣብኡ ክጸንሕ እዩ። ናይ ሕቶታትኩም መልሲ ክትረኽቡ ድማ ትስፋዎት ኢና። ንኸይድ ኣለና ሓቢርኩምና እንዳ ሻምበል ባሻ ኣብርሃምን ወይዘሮ ኣበባን ይኹን ርክብና ንኺድ። ሄሎ ሰላም ነው እዚህ ቤት መርሓባ ወይ መርዓ

ኣቢነር ኣቢነር ሕራይ ፅቡቕ ክልተ ልደት ይኮይኑልና ማለት እዩ ኣሩ ኣለዉ ዶ ስድራና ሕራይ

ክሕብረኩም ክነካይዶ ዝጸናሕና እሞ መዛዘሚ ዝገበርናሉ ጉዳይ ኣርያም ኣብርሃም ኢና ሎሚ መዛዘሚ ወይ መዕጸዊ ንገብረሉ ዘለና ከምዚ ዝሓበርናኩም እቲ ነገር ተዛዚሙ ኩሉ ሕጋዊ መዓልቦ ተረኺቡ እቶም መበቆላውያን ወይ ናይ ባህሪ ወለዲ ዝበሃሉ ተረኺቦም ሕጋዊ መዓልቦ ተገይርሉ እዩ። ሕና ግን ኣብዚ ኣብቶም ቀንዲ ወለዲ ኣብቶም ረኺቦም ኣዕብዮም ኣብዚ ደረጃ እዚ ዘብጽሕዋ ወለዳ ምስኦም ኢና ኩሉ ጽምብልና ነካይዶ ዘለና። ስድራቤት ኣቦይ ሻምበል ባሻይ ኣብርሃምን ወይዘሮ ኣበባን እውን ኣየሕፈሩናን፣ ኣዝዮም ብጽቡቕ እዮም ተቐቢሎምና፣ ኣምሲሖምና፣ ከምዚ ትከታተልዎ ዘለኹም ቡን ንሰቲ፣ ንዘናጋዕ፣ ንፍሳህ ኢና ዘለና እሞ መጀመርያ ነዞም ስድራ እዚኦም ኣዚና ነመስግኖም የቀንየልና ኣቦይ ሳምበል ባሻይ ኣደይ ኣበባ ብዙሕ ኢና ነመስግን የቀንየልና ገንዘብኩም ገንዘብ ሎሚ ዳግማይ ትንሳኤ ናይ ጓልና ኣርያም ኣብርሃም ምስ ምዃኑ ንሆ እታ ቶርታ ትከፍተልና እያ ኣርያም ከፊትኪ ባዕልኺ መረቐልና እስከ እንኳዕ ሓጎሰኪ ንብለኪ ኣለና ብስም ማራ ኢንተርተይመንትን ብስም ኩሎም ተኸታተልታ

እቲ ዝዓበየ ነገር ነዚ መደብ እዚ ናብ ሰማዕቲ ወይ ናብ ተዓዘብቲ ክንፍንዎ ከለና ብርእሰ ተኣማንነት ኢና ፈኒናዮ ምክንያቱ ኩሉ ተደፊኑ ኣብ ጋዜጣ እውን ክበፅእ ልዕሊ ኩሉ ልዕሊ ኩሉ ተበግሶ እቶም ስድራ ዝወሰድኩሞ ምናልባት ጓልና ከይትሰልል ጓልና ንምንታይ እንታይ ከፊእዋ እሞ ንሕና ዶ ወለዳ የለናን ብዓብኡ እንታይ ስለ ዝሰኣነት ዝብል ስምዒት ከየሕደርኩም እዛ ቆልዓ እዚኣስ ናይ ስድራ ወይ ናይ መበቆል ስድራ እንተፈለጠት ጸገም የለን እልኩም ጋዜጣ ወፅኡ ጋዜጠኛ የሴፍ ኣብ ጋዜጣ ምስ ኣውፅኣ እውን ዝኾነ ይኹን መእተውን መውፅእን ስለ ዘይነበሮ እቲ ጉዳይ ዝኾነ ኣንፈት ክንረክብ ኣይከኣልናን ኣብ ማራ ኢንተርቴንመንት ምስ ተዘርግሐ ግን እዚ ብምሉኡ ግልፅልፅ ኢሉ ልዕሊ ኩሉ ልዕሊ ኩሉ እታ ጓልኩም ሕሳስ ልደ ጓልኩም ከዓ ልዕሊ ኹሉ ሩፍታ ተሰሚዕዋ ብቕሳነት ትመላለሰሉ ምኽንያቱ ኣብዚ ዕድመ እዚ ኣብ ዕድመ ግርዝውና ክብፃሕ እንከሎ ደቂ ኣንስትዮ ኩሉ ግዜ ኣብ ኣእምሮን ዝመፅእ ሕቶ መበቆል ሕቶ ኣንነት እዩ እቲ ናይ ሕቶ ኣንነት ክፍታሕ ፍቓደኛታት ኮንኩም ኩሉ ስለ ዝፈፀምኩሞ ብዘይ መጠን ኢና ነመስግነኩም። ብዙሓት ካብቶም ዝተዓዘብዎ ልዕሊ ክልተ ሚእቲ ሽሕ ተዓዘብትና ካብ ዝብልዎ ሓደ ከኣ እዚ ትብዓት እዚ እዞም ስድራ ዝወስድዎ ትብዓት ኣዝዩ ኣገዳሲ እዩ እሞ እንቋዕ ሓጎሰኩም እንቋዕ ዓወተኩም እቲ ዝወሰድኩምዎ ካብ ህጻንነታ ክሳብ እዚ ደረጃ ዝብጽሕኹም ጌና ጓልኩም ንመርዓን ደርዓን ዘብጻሕኹም ኢኹም እሞ እንቋዕ ኣሞጎሰኩም እዮም ኢሎምኹም እዚ ትብዓት እዚ ምውሳድኩም ከኣ ናእዳ ግብኣኩም እዩ ኢሎምኹም ኣለዉ እሞ ነዞም ከምኡ ዝበልኹም ተዓዘብትና እንታይ ትብልዎም ኣቢ ባሻይ ሻምብል ባሻይ ፅቡቕ እምበር ሓጎስና ወሰን የብሉን ከምዚ ኢልና ተኣኻኺብና ኣውደ ዓመት ምድሪ ክንውዕል ከለና ዓይቢ ፀጋ እዩ ንዝመፅእ ዓመት ከምዚ የርእየና ኣሜን ኣይፈላለየና ጠጠመ የስማዓና ርሑስ በዓል ዓመት ከዓ ይግበረልና ኣሜን ኣሜን ኣዲ ኣበባ ጓለይ ከይትሰለኒ ጓለይ ከይትኸደኒ ኢልክን ከይተጠራጠርክን ብምሉእ ርእሰ ተኣማንነት ድላያ ትግበር እስከ፣ ኩነታታ ትፍለጥ ኢልክን ነጻ ገዲፍክን እሞ ብዘረጃ እዚ ክትበጽሕ ምብቃዕክን ሓደ ልዕሊ ኩሉ እቶም ህዝቢ ኣዝዮም እዮም ንኢዶም እኽን እሞ እንታይ ትብላ? ስለምንታይ ከምቲ ስጉምቲ እቲ ክውሰድ ከሎ ዝኾነ ተቓውሞ ከይገበርክን ብምሉእ ልቢ ብክፉት ልቢ ተቐቢልክንኦ?
ኣነ ደኣ ማለት እቲ ብዘይካ ንስ ወለዲ ወላዲ እየ ዝብል ብኩሉ ነገርሲ ወላ ንዕብያ ዝኣምበር እቲ መበቆል ናይ ኣቦና ልደትሲ ደሓን ተፈለጠ ጽቡቕ ኢልና መቸም ኣብ ደረጃ እዚ ብጽሕናዮ ንሳትኩም ከዓ ሓጊዝኩምና የቐንየልና ኣብራና ንሳትኩም ይኹኑ እዚ ኩሉ ደረጃ እዚ ብጽሕኹሞ ዘለኹምሞ የቐንየልና ክብረት ይሃበልና ጓለይ ከይትሰለኒ ናብ ኣይበልኩም። ከይተማርፅ ኢልክ ከይበልክን ናብዚ ደረጃ ብፅሕኽና ኢኽን እሞ እተበግሶ ትወዛ ከለኽንሲ ርእሰ ተኣማንነትክን ኣብ ጓልክን ክሳብ ክንደይ ክንታኣምና ነርክን እዛ ጓለይሲ ናተይ እያ የማነይ ኢደይ እያ ኢልክን ስጋብ ክንድኡ ምትእምማንክን
ከምዘይ ከይድ ይፈልጥ እንዲ ኩሉ ነገራሲ ባዕለይ ስለ ዘዕብኳስ ብሕጂ ወለዲ ረኺባስ ገዲፋ ንክትከይድ እያ ዝብል ሓሳብ ኣይነበረን ናይ ሓሰብኩን እሳ ከዓ ብዘይካይ ከዓ ወለዲ ዘለዋ ስለ ዘይመስላ ወላ ሕጂ ተኾነ ናይ ወለዲ መበቆል ከመይ ዝበልኩ መኣ ኣብ ኩሉ ነገር ኣሎ እንዳ ኣብ ኩሉ ሲ ኣቦኣ የብላን ኣደኣ ዘይብላ ስለ ዝብሃል እዩ ደኣ እምበር ሕጂ ውን እኮ ንሳ ወለዲ ረኺበ ኢላ ብዙሕ ክስታይ እየ ካባና ተፈልያ ናብኡ ክትከይድ ኢላስ ሓሳብ የብልሃን ባዕልና ክነመርዕዋ ኢና ሕጂ ሲዳስ እዩ ገሪምና ዘሎ ኣበል ኣቦይ ሻምበል ባሻ እንታይ ትብሉና እዚ ተበግሶ ክብግሶ ካብ መጀመርያ ካብ ጋዜጣ ድሓር ኣብዚ ዩቲብ ተፈንዩ እዚ ኩሉ ገልጠምጠም ክበሃል ከሎስ ዋእ እዛ ጓለይ ደኣ ትጠልመኒ እያ ኢልኩም ተጠራጢርኩም ትፈልጡ? ኣይ ኣነ እኳ ወዲና ኢለ ብቐዳማይ ብዝኾነ ዘድልያ እንተኾይኑ ኣብ ቃህል በላ ክትቅመጥ ትኽእል እያ ኢለ ኣነ
ኣዲኣ እባ ብሓቂ ዶ ብጓልክን ተደቢስክን ዶ ሽዑ ናይ ወድኽን ሓዘን ኣጋጢሙ ብዘይ መጠን ሕማቕ ይጋጢሙ ነይሩ እሞ ተደቢስክን ዶ ኣርያም ደቢሳትክን ዶ እወ
ደቢሳኒ ንሳ ምስ መጸትሲ ዳርጋ ውላዱ እኳ ካራ እንድዩ ኩሉ ግዜ ኣብ ጎድንኻ እዩ ዘሎ ግን ንሳ ምስ መጸት ግን ደሓን እዩ ብሰኣ ተዘናጊዐ ዳርጋ ሓደ ጎነይስ ገዲፈ እዮም ብሰኣ ሓደ ጎነይ ከዓ በር ውላድ ካራ እዩ እዚኣ ሂብና እዚኣ ሂብና ኣምላኽ ሂብኒ ዝሓኒ ሰኣይ ዘናጋዕ ኣለኹ ተደቢስክን እዎ ተደቢሰ ኣሜን
በኹሪ ሓዋ እውን ናብዚ ምሳና መፂኡ ውዕል እዩ ዘሎ እንኳዕ ደሓን መፃኻ ካብ መጀመርያ ነዛ ቆልዓ እዚኣ ኸዓ ክሳብ እዚ እዋን እዚ ብሓንሳብ ኣለኻ ኩሉ ትከታተሎ ነርካ ኢኻ ከም መንእሰይ ከም ተምሃረ ከም ዝረኣየ ሰብ እውን ብዙሕ ዝሰኣለካ ነገር ኣሎ እዚ ነገር እዚ ምስ ተበጋገሰ እሳ ናይ መንነት ሕቶ ድበሃል ኩሉ ግዜ ኣብ ደቂ ኣንስትዮ ከዓ ክብድ ይብል እዩ ብፍላይ ከዓ ኣብ ትግር ዝውና ምስ በፅሓ እሞ ነዚ ነገር እዚ ክተበጋግሶ ከላ ንስኻ እንታይ ተሰሚዐካ ነይሩ ብውልቅኻ ባ ከመይ ከመይ እዩ ስለምንታይ እዩ ዝብል ነገራት ተለዓዒልካ ዶ ወላስ ባ ክኸውን ዝግብኦ እዩ ኣብ መዓልብኡ ክበፅሕ ኣለዎ ኢልካ ኢኻ ነቲ ነገር ደፊእኻሉ ሽምካ ኣቐዲምካ ክትነግረና ወደሰን ኣብርሃም እበሃል ሽመይ ደሓር ከኣ እንኳዕ ናብ ሓድሽ ትንሳኤ ኣብጽሓና ኣሜን። ደሓር ከኣ ሰብ ከኣ ኣብ ዝኾነ ማለትሲ ግዴታት እዩ ማለት እዩ ዝኾነ ነገር ወላ ጉብዝውና ትብጻሕ ወላ ኣይትብጻሕ ግዴት ውሳኔ ልዕሊ ኩሉ ከኣ ስድራ ቤት ምርኽኻብ ንኹሉ ምትእኽኻብ ዝገበረቶ ከኣ ዝያዳ ከኣ ናትኩም ጻዕሪ ከኣ ተሓዊስዎ ከኣ

ኣዕቢኹምሲ ተወሳኺ ላቒባኹም እንደገና ነዛ ህፃን እዚኣ ኣዕቢኹማ ምስ ከምስ ኩነታት ደሞዝኩም ከምዚ ጌርና ተወሳኺት ቆልዓ ክነዕቢ ኢና ምስ ተባህለ መጀመርያ እንታይ ተሰሚዑኩም ድሓርክ ከመይ ተቐቢልኩም
እሱ ዝኣ መጀመርያ ከምዚ ኢለና ንለዋ ደናጊል እሞ ከምፅእ እየ ኢላትኒ ኢላ ግደፊ ደኣ ጓል ክትወልደልኪ ኢያ ወዲ ክወልደልኪ ኢለ ውን ብዙሕ ተኸራኺረ ኢየ ኣነ ርእሰይ ደሓን ኣብ ትሕተይ ኮይና ዝዛ እድሊ ኢላ ደሓር እንተ ሓሶም ካብቲ ዝቃስ ለይተይ ከኣ ብዝኾነ እምበኣር ደሓን

ሕጂ ብጣዕሚ ብጣዕሚ ብጣዕሚ ሓንጎላ ክፉት እዩ ነይሩ። ኣራይ ክቡራት ተኸታተልቲ ማራ ኢንተርተይመንት ዕላልና ድሮ ጀሚርና ኣለና ትስዕቡና ክትህልዉ ሰብ ምሉእ ተስፋ ኢና ነዚ ትከታተሉ ዘለኹም ዕላል ድማ ሳብስክራይብ ሼር ላይክ ከምኡውን ኮመንት እናሃብኩም ናብ ዘይበፅሖም ክተብፅሕዎ እዚ ኣዝዩ ምቁር ዝኾነ ኣስተምራዊ ዝኾነ ኩላትና ኣብ ሂወትና ክንላበሶ ዘለና ናይ ሓደ ቅዱስ ዝኾነ ስድራ ቤት ተሞክሮ ኢና ነዕልል ዘለና እሞ ኣብዚ ተሞክሮ እዚ ኣካልና ክትኮኑ ምሳና ክትሳተፉ ሰብ ምሉእ ተስፋ ኢና። ኣርያም ኣብርሃም ሮብ ህጻና ከላ ውልድ ምስ በለት እያ ኣብ ከባቢ ደቀምሓረ ኣብ ብረኻ ተደርቢያ ተረኺባ ፖሊስ ሓበሬታ በጺሕዎም ምስ ኣላዕልዎ ድማ ኣዴታት ወይ ደናግል ሔቦ ክሳብ ጓል ሓሙሽተ ዓመት ዓም እትኸውን ተኸናኺነን ኣዕብየንኣ። ድሕሪኡ እውን ኣዲኣ ኣብኣ ከም ደበስ ን ብሓደጋ ዝሞተ ወደን ቆልዓ ከዕብያ ስለ ዝደለያ ተመላሊሰን ምስላጥ እውን ኣብይወን ነይሩ ምኽንያቱ ዝወለደ ብ ምርዓም ቆልዓ ክወስድ ስለ ዘይፍቀድ ኢሉ ኢሉ ግን ናተን ትኹን ተባሂሉ ኣምጺኤንኣ ብዕቤናኣ ኩሉ ሓርኣን ሽንታን ጸሪገን ኣምሂረን ኣብዚ ደረጃ እዚ ኣብጺሐንኣ። ኣብዚ እዋንዚ ኣባል ሰላሳን ክልተን ዙርያ ሃገራዊ ኣገልግሎት ኮይና ኣብ ሚኒስትሪ ምክልኻል እተገልግል ዘላ፣ ኣብ ምርካባ ወይ ናይ መበቆል ስድራ ኣብ ምርካብ እውን ዝማራ ኢንተርተይመንት ኣዝዩ ልዑል ተራ እዩ ተጻዊቱ። በዚ ማዕበል ወይ በዚ ኢንተርተይመንት እዚ እዚ ጉዳይ እዚ ምስ ተፈነወ ብቐጥታ ብቐጥታ ዝረኸባ ኣኳኣ መጀመርያ ምስ ረኣየ እዚኣ ናትና ጓል ሓፍትና ክትከውን ኣለዋ ዝብል ቅድሚ ሕጂ ውን ዝተፈላለዩ ጥርጣረታት ውን ስለ ዝጸንሖ ካልኦት ሰባት ውን ጓልካ ወሊዳ እያ ወይ ሓፍትኻ ወሊዳ እያ ዝብል ሓበሬታ ስለ ዝነበሮ ተቓላጢፉ ንሓፍቱ ነዛ ቆልዓ እዚኣ ናይ መበቆል ሓትልና እያ ትኸውን ዘላ ደዊሉ ከምዚ ዝኣመሰለ ይበሃል ኣሎ ተኸታተል ተባሂሉ ተኸታቲሎም ምስ ረኸብዋ ከኣ ኩሉ እቲ ሕጋዊ ዝበሃል ነገራት ኣማሊኦም ኣብ እዚ ደረጃ እዚ በጺሕናስ ዞሮ እኳ ነቲ በዓል ክንጽምብሎ ጀሚርና ንስኻትኩም ውን ሓጎስኩም ገሊጽኩሞ ልዕሊ ክልተ ሚእቲ ሽሕ ህዝቢ ኣብ ሓደ ማዕበል ኣትዩ ንኹሉ ክከታተሎን ሓበሬታ ክህበካን ሓጎሱ ክገልጸልካን እዝን እዝን እባ ሓተቱልና ኢሉ ኣብ ኮመንት ርእይቶ ከስፍረልካ ከሎ ኣዝዩ ዓብዩ ምናልባት ወላ ሓንቲ ይኹን ኣንፈት ዘይነበሮ ኣንፈት ተረኺቦስ ኣብ ደረጃ እዚ ምብጽሑ ከኣ ኣዝዩ ዘሐጉስ እዩ እንኳዕ ሓጎሰና ንኹላትና ኣርያም ከኣ ልዕሊ ኩሉ እንኳዕ ሓጎሰኪ ነገራት ተወዲኡ ሓትነኺ ትኹነኪ መጽያ ምስ ተዘራረበትኪ እንታይ ኢልኪ መጀመርያ ማስ ማለት መጀመርያ ሓትነኺ መጀመርያ ኣብ ኮኸ ደዊለላ መጀመርያ። ከምዚ ይበሃል ኣሎ እስከ እዛ ቆልዓ እዚኣ ደሃያ ግበራ ምስ በለ ቴሌፎን ተደዊልኪ ተራኺብኩም እንታይ ስምዒኪ መጀመርያ ምስ ረኣኺ
መጀመርያ እኳ ጽቡቅ ተሰሚዕኒ ደሓር ግን ከምዚ ምሽ መጀመርያ ንዐኣን ስለ ዝሰንበዳ ብሓቅ ተሓጊሱ ቂር ኢልወን ንዐኣን ብዘረብኣን እኳ ብዙሕ ኣይተሓጎስኩን ደሓር ግን እቲ ናተን ዘሕጉሰኒ ነገርሲ ተረዲእወን ኣሚነን ብምቅባለን ማቴስ ጽቡቅ ተሰሚዕኒ። ሓትነኺ ትዕልለና ከላ እዋ እዚኣ ንዓና ኣይመሰለትን ንዓና ስለ ዘይመሰለት ቁሩብ ግር ኢሉና ኔሩ ኣብ ተባህለሉ እዋን

ኣሕዋተይ ግን ንዓይ መስለ ኣብጉርትና ገለ ፅልሚ ከዓ ብዓብዩ ኣብ ፅልሚ ኣሎ ዝፍረገፅ ብሎ ኣቃወማ መኻፍቲ ኣፍ ዝበሃል ኣሎ ዝያዳ ንሰብ ዘፍልጦ ኣስናን ኣሎ ኣካይዳ መንገዲ
ናይ ልምዲ ምስ ስድራ

ገለ ዓይነት ሓቂ ስምፅያት እኒ እወ እወ ማቲ ወላ ሓብቲ ዓዲ ከይድና ከለና ሲ እዚ ሓብተይ ከይድና ከለናስ ኣይፈልጡን ኣንዮም ግን ትምስልስ ንዓይ ከም ዝኾነ ከሎስ ነጊሮምና ማለት እዩ ከም መጤለ ከም ዝመስል ንዕኦም ሲ
ምስሊ ኣይትገድፍኒ
ሰብኣይ መፂና ነይሩ እኳ ባዕሉ ፈረማሲ ተቐቢልዎ ነይሩ እንዲ ናይ ዓዲ ጓዕዳት ሕጂ መፂና ነይሩ ገዛ ክሪኣ ኢሉ ምስ ወዱ ዝሓደለ ኣብዚ ዓዲ ጓዕዳ ዝገዙ እዩ ቅምጥ ኢሉ ንዓ መስል ንኣታቶም እያ ትመስል እቲ ምሳ ኣነ ካልእ ኣይፈልጦምን እዩ ትብዕ ሕጂ ዝበፅሐ ኣባ ግን ልክዕ ከምኣ እዩ ዝመስልና ሕጂ ናይ ዕብት ነገር ይቕሉ ክስታይ ኮይኑ እምበር ኣባ ቅምጥ ኢልና እየ ዝመስል ስለዚ ኣተን ኣደታታሲ ሓቂ ኣተን እንዴ ቀያሕቲ ስለ ዝኾና ወላ ብኣ ምክማን ደጊመታ ሪሳሌም ንኣና እኳ ዘይትመስል ኢለያ ኢላ ብሕጂ እውን ብምስሊ ሲ ንኣና እኳ ኣይትመስልንያ ኢላ ሓቂ ከዓ እንድዕታ ኣዲኣ ምስክነይቲ ከደሪሰ እዮም ዝብላ እምበር እንተዘርሕዋታ ብ ዘሎ ቅብጥ ኢላ ናታ ትንግስታ እየ ይብላ ኣብ ዝሓለፈ
ፈንወና እኮ ፈኒናያ ስለ ዝነበርና ተዓዘብትና እውን ርእመን ኣለዉ ናቶም ፍርዲ ናቶም ምስሊ ልዎም ርእመን ኣዘራሪብና እየን ብዓብዪ ብቲ ገዛ ብተገብረ ስነስርዓት ሪኦሞ እዮም ንዑ ምስ ረኣዮም ከዓ እቲ ተዓዘብቲ ኣዝዮም ተሓጒሶም ኣዝዮም ተመጒሶም መወዳእታ ዘይብሉ ሓበሬታ ሂቦምና ኣርያም ናባኺ ካብ ዝለኣኹዎ ሓደ መጀመርያ ስልክ ቁጽሪ ናይ ኣርያም እንተኾንኩም ድዮ ስፈርኩምልና ኢሎም ኣብታ ቀዳመይቲ ኣስፊርና ስለ ዝነበርና ሓበሬታ ዘለኩም በዚ ቁጽሪ እዚ ክትረኽቡዋ ትኽእሉ ኢኹም ኢልና ኔርና ሕጂ እውን ደጊምና ኣብ ታሕቲ ኣብ ብ ኣብ ትሕቲ ናይዚ ድካየድ ዘሎ መደብና ኣብኡ ክንስዶ ኢና ምናልባት ነቶም ናይ ምርኣይ ጸገም ዘለኩም ግን ቁጽሪ ስልካ ባር ሸውዓተ ሰብዓን ሸውዓተን ኣርብዓን ሓሙሽተን ዓሰርተ ሓደ እዩ ተሌፎን ናይ ኣርያም ሓደ ካብቲ ቀዳማይ ዝሓተትና ሕቶ ክረኽቡኺ እንቋዕ ኣመጎሰኪ ካልእ ሕቶታት እውን ክህልዎም ስለ ዘይክእል ምናልባት ንሕና ምስ ናይ ፋሚሊ ጉዳይ ምዃኑ ኣብ ፋሚሊ እተፈጸመ ናይ እንዳ ኮን ናይ እንዳ ኣሞን ጉዳይ ስለ ዝኾነ ዓዊልና ክንዛረበሉ ኣይደፈርናን ንስኻትኩም እውን ብዙሕ ኣይደለኹሞን ምስ እቲ ኮነታት ዝተዓዘበ ምናልባት ግን ብቴሌፎን

ሕጂ ብዙሕ ሓላፍነት ከም ዘለክስ ትፈልጢ ዶ ኣለኺ? ነዞም ስድራ እዚኦም ናይ ምዕባይ ሓላፍነት ከም ዘለኪ ናይ ምንባይ ሓሳባትክስ እንታይ ይመስል? እስከ እዞም ስድራ እዚኦም ዘለኪ ስእሊ ንገርና ኢሎም ነይሮም እሞ እንታይ ዝብሉ እዮም? ኣነ ኮንኩ እሶም ተዓዘብቲ እቶም ዮሃና ዝበሉ እሳቶም እዮም። ዋጋ ክኸፍሎም ስጋብዛ ዘለኹም ምስኦም ኮይና ከዓ ኣልዮም በቃ ናይ ኢዶም ከዓ ክንወሰዶም ዋጋ ክኸፍሎም
ዝወለደ ዘይኮነስ ዘዕበየ ይዓቢ ስለዚ ንናቦይ ሻምበል ባሻይ ብርሃምን ንዲኣ ሴፍን ከይትጠልምዮም ሓደራ እዞም ስድራኺ እንታይ ትሓስብሎም እዩ ትሪኦቶ እንታይ ክትብልዮም ኣይጠልሞምን እየ ማለትስ ካብቲ ከም ስድራ ኮይኖም ካብ ብንእሽተይ ክሳብ ስለ ዘብፅሑኒ ሲ ኣብዚ ደረጃ ኣብፂሖምኒ እዮም ብሕጂ ዋጋ ክፍሎም ሓሳብ ልብ ምስ ብዙሕ ባህግታት ዘለኒ

እቶም ተዓዘብትና ነዚ መደብ እዚ ዝተኸታተሉ እሞ ንስኹም ከ እንታይ ትብልዎም ንዕኦም? እዋእ ኣንላ እንታይ ኢኻ ኣብዚ ንላዕሊ ምን ክንብሎም ኢና ጻማኹም ተኸፈሉ የቐንየልና ክብረት ይሃበልና ከምዚ ጌርና ንተጋ ብሓደ ሓቢርና ክንውዕልን ክንበልዕን ክንሰትን ኽኢልና ንሱካ እሱ ዝቐረብናልኩም የለን ኮሚዳ ንምልላ እዩ መዚ ኣብዚ ተራፋ እዩ ንምልላ ግና ብዝኾነ ሕጉሳት ኢና ኣይፈላልየና ኣይፀላኢና ደፈን
ርሑስ በዓል ዓመት ከዓ ይግበረልና ኣሜን ኣሜን ደባ እንታይ ትብሎም ፃማኹም ሃብኩም ኣምላኽ ፃማኹም ፍደኹም እዚ ኩሉ ዓብ ነገር ጌርኩም ናብዚ ብቂዕኹም ኢኹም እሞ የቐንየልና ኣብልኹም ኣለዉ ተዓዘብትና ንንሃ ተመልስና የቐንየልና ንብሎም ንኣታቶም ነቶም ከምኡ ዝበሉሲ የቐንየልና ኣብዚ ደረጃ እዚ በጺሑ ናብኦም በጺሑ ናባና መልሲ ይህብ ኣለዉ ክሳብ ሕጂ እውን ይድውሉልና እንድዮም ወላ ንዓይ ይድውሉለ እዮም ስክነይ ኣርያ ይቐልየላ እብሎም ንሳትኩም ከዓ መቸም ጻማኹም ይሃብኩም ኣምላኽ ይብልና ኩሉ ብደረጃ ናትኩም እዚ ኩሉ በጽሒ ዘለኩም ስለዚ ሲ ይቐንየልና
ኣዴታትና ደናግል ሐቦ ነዛ ጓልና እዚኣ ጥራይ ደይኮነስቲ ንብዙሓት ከምኡ ጌርክን እግሪ ደትከልክን ኣብ ቁም ነገር ዘብጻሕክን ኢኽን እሞ ንስኽን እውን ጻማኽን ካብ ኣምላኽ ርኸብኦ ኢሎም እውን ጽሒፎምልና ነይሮም እስከ ንዐኣን ወኪልክን ንስኽን ብብዙሕ ስለ ተመላለስክነን እንታይ ትብላና ብዛዕበን እሳተን ደኣ ኣዕብየንኣ እንድየን ማለት ሓሙሽተ ዓመትሲ እቲ ዝኸፍእስ ኣሕሊፈንኦ እየን እሳተን ማለት እየ ካብኡ ንደሓር ብዝኸነ ናባና ሰብ ጸኽዋ እሳተን እየን ከዓ እስኺ ትዕሽያ ካብ ካልእ ኢለን ሂበና ንመጀመርታ ከም ዝበልኩኹም እንዲ ነይሩ ብናይ መንግስቲ ደረጃ እየን ደልየን ነይረን ንሳተን ብናይ መንግስቲ ደረጃ ግን ከይደ በፂሐ እየ ኩሉ እኮ ይበፅሐ ይኮለል ኢለን ንኣኸ ደኣ ከመይ ኢሉ ደቂ ክለዉ ክወለውኒ ሓዳር ኣለኪ ወለኒ ምንታይ ደኣ ከም ቆልዓ ትሓቲ ኣለኺ ቆልዓ ደቀይ ሳዋ ዝኸዱ ሓደ እኳ መሪዐ እየ ምሳይ ስለ ዘይብለይ ንእሽቶ ቆልዓ ዝነበረኒ ከዓ ከም ድዕሪ ብድንገት ስለ ዝበተንስ ቆልዓ ክዕቢ ደልየ ኢለዮ ሳሰን ወረቀት ሂበኒ ናብ ሓደ ጆካይ ናይ ክብሎ ሰይደና ህዝባዊ ድሕነት ገለ ዝብሎ በዚ እሺ ለኪስዎ ዘሎ ኣብቲ ፊት ዘሎ
ኣብኡ ከይደ ዕዮን ንሰብኣዊ ድሕነት ኣብኡ ከይደ ንስታይ ልምበኣር ኢሉኒ መጀመርታ ብዙሕ ሓቲትኒ እንታይ ኣለኩም ገዛ ኣለኩም ዶ የብልናን ኣብ ገዛ መንግስቲ ኢና ንነብር እንታይ ኣለኩም ኣብ መልስ ኣብ ባንኪ ወይ ድርጅት ወይ ገለ ኣለኩም ዶ ወላ ሓንቲ የብልናን ካብ ኣፍና ናብ ኢድና ኢና ንሕና ቦሊስ እዩ ሰብኣየ ወላ ሓንቲ የብልናን ገዛ መንግስቲ ዝሃበትና ከዓ ንቕመጥ ኣለና ኢለዮ እንታይ ኢልኒ እምበኣረ ኢልኒ ንስኻትኩም እስኺ ወሊድኪ ውላድ ኣለዎ ትብሊ ኣለኺ እዚ መንግስቲ ግን ነቶም ውላድ ዘይብሎም ብዝተፈላለየ መንገዲ ዘይወለዱ ንኣታቶም ኩሉ እንታይ ኣለዎም መነባብሮ ነታ ቆልዓ መዕበሲ እንታይ ኣለዎም ተሓቲቶም ንቲ ቆልዓ ሕክምና ተራዩ ሳቶም ሕክምና ተራዮም ንኣታቶም ዝምልከት እምበር ስክዳ ንኣስ ኣይምልከትን ኢሎምኒ ከይደ ገሪምኒ መጀመርታ ስታይ ኮይነ እንደ ነረ ሽዑ ክልተ ዓመት እየ እኮ ገረ ሕጂ ከይደ ነሰንድና ግን ሽዑ ድሓን እየ ነረ ዘብዘብ እንዳልኩ ከይደ እየ ብናታትክን ደረጃ ሰባት ተኾንክን እነኽን ብናይ መንግስቲ ደረጃ ግን ንዓይ ኣይምልከተንን እዩ ቆልዓ ኢለ እየን ንገዛይ ተመሊሰ ጅብቲ ዓመታ መፅኦን ከዓ ኣበየ ኣደታት እየን ካብ ሳትናይ ዳርጋ ሕብሪ እንዲ ዓደናይ እጂ በቃ ሳትን ንዕብየና ናይ ዘዕብያኒ ዝነግር ኣለዋ ውሽ ኩሉ ዝፈልጣኒ ናይ ማለተይ ኩሉ ነገረይ ውሽጠይ ስታይ ዝፈልጠ ሕጂ እንታይ ኢለናኒ እዋ እሞ ደናግልሲ ካብ ኣበባ ዝበለስ ኣይንረኽበላን ነዛ ቆልዓ ንሳቱ ሰዳ ኢለና ክኤን መፂ ክሰድያ ኢለናኒ ዋ ሕራይ ልሕጉስ ኢለ ሕጂ እዚኣ ሽዑ ቅድሚ ይኸዳ ነይረ እንዴ ባናና እዚኣ ስድራ ዘይብላ ኢለናን ፈለማ ስድራ ዘይ ክሳብ ሕጂ ስድራ ዘይረኸበት ቆልዓ እዚኣ እያ ሓንቲ ጥልያን ግን ኣላ ክወስዳ ኢላ ኣይወለደት ነይራ ምስ ነታ ጥልያን ክወስዳ ኢለስ ሓቲታ ብዚ ብናይ መንግስቲ ደረጃ ሓቲታ ንኣኺ ምልከተክን ወፃእተኛ ስለ ዝኾንኩ ኢለማ ከምዚኣ ኢሎም ኣለዉ ምናልባት እንተተፈቒዱ ንሳ እምበር ካልእ ወለድስ ኣይመጹናን ክሳብ ሕጂ ቤተሰብ ኣይመጹናን ሕጂ ንሳ እንድሕር ዝኣ ተፈቒድዋ ቂድሚኸ ስለ ዝተዛረበት ክዚ ንሳ ክትወስዳ ትኽእል እዩ ደሓን ይፍጠረላ ነታ ቆልዓ እውን ኢለ መጻኢ ትወስድ ይፍጠረላ ንግዚኡ ከዓ ባዕለይ ከዓ ሕዛ ዕብያ ገለ ተባሂልና ሕጂ ብዝኸነ እዛ ቆልዓ ለልያትኒ ስለ ዝብለት ኣይሓድሳን ይመጽእ ኩሉ ግዜ እየ ዝሪኣ ነይረ ትፈለማ ሕጂ ክወስዳ ከለኹስ ይበልዓኒ ካባኺ ኣይተርፍን እያ ትብለኒ ነይራ ወላ ትፈለማ ክኸይድ ከለኹ ምሳኺ ከይደ ኢላ እያ ትበኪ ነይራ ካብ ክወስዳ ከለኹ ንበልዓንቲ በለትን ጓል ሒዘ መጽኤ ኣይብናያ ብዙሕ እኳ ጥዕና ኣይረኸበትን ዝኾነ ኣብቲ ንፋስ ስለ ዝወሰደትሲ መሰናግላስ ቁራዓት ይዋ እየ ገለ መለ ኢለናኒ ደሓር እየን ከምኡ ኢለናኒ እምበር ክወስዳ ከለኹ ከምኡ ይበላኒ እንታይ ዳሞ ክወስዳ ከለኹ ከምኡ ዘይትብላኒ ጥዕና ዘይብላ እንድሕር ኮይና ገለ ኢለ ከማን ተቋይቆ እየ ብዝኾነ ድሕሪ ክንደይ ምምላስ ኣብቲ ኦሮታ ወሲደያ ሓንቲ ድንግል ነይራ ከዓ መራፈእ ትወግኣለይ ገለ መለ ትረሲና ነይራ ረስኒ ይገብረላ ገለ እንድየ ብዝኾነ እናበልኩም ዳርዝ ዓብያ ሕማም የብላ ገለ የብላ ትምህርታ ወዲኣ ከዓ ሰዋ ከይዳ ስለዚ ፃማኻ ናይ ትሳእና ኣዴታት ደናግል ሄቦ ሄቦ ኢሎመን እሞ ብስመን ይኸን ተመስግና ዘለኽን ብስመን ይኸን እጂ እተን ኣዴታት ሄቦ ፅቡቕ እየን ገይረን እወ ደናግልና እሞ ብአን እንዲ ኣነስ ንአን እንዲ መዘመስግን እወ ሰብ ንዘይባልሳይ ደም ገበርኩም ግን እሰን የመስግነን ሂበናኒ ብዝኮነ ግን ኣቢኒያ ንሳተን ከኣ ብዝኮነ ድሕሪ ኣርባዕተ ዓመት ይኩን ድሕሪ ሽዱሽተ ዓመት ጓል ወዲ ሰለስተ ዓመት ጓል ኣብ ሽዱሽተ ዓመት ድገለሲ ይሰድወን እዩ ኣዕብየንን እየን ምሳታተን ስለ ዝበዝሕወን እቶም ቆልዑ ወዲ ተኮይኑ ኣብ ሰለስተ ዓመት ይሰድኦ ኣብቲ ቤተሰብ ጓል ተኮይና ከዓ ኣብ ሽዱሽተ ድያ ሓሙሽተ ዓመት ይሰድኣ ወላ ሕጂ ንዓይ እንተዘይሃባንስ ምስኣን ኮፍ ኣይበላን ንኻልእ ሰብ እየ ዝህባ ብዝኾነ ግን ናይ ሂበና ደሓን ኢና ናናልኩም ፅቡቕ ኣለና የቐንየልና ከዓ እሳትኩም ከዓ የቐንየልና ዝገድኩም ኣርያም ካብቲ ቀፃሊ ድመፅእ ሕጂ መሳቱ ክኾኑ ክእሉ ንኣብነት ሓደ ናትናኤል ዳብሊው ሓሙሽተ ጀይ ሲክስ ኤክስ ዝብል ኮድ ሂቡ ድጽሕፍ ኣረ ሓፍተይ እንቋዓ ምስ ስድራኪ ኣራከበኪ ኮንግራ ደጊም ኣሩ ሓፍተይ ማራ ተሓጊሰ እንቋዕ ድማ ናብዚ ብጻሓኪ ኣንቲ ዓባይ ሰብ። እዞም ምሳኪ ክኮኑ ዝክእሉ ደቂ ኣሃዱኪ ደቂ ትምህርትኪ መናብርትኪ ክኮኑ ይክእሉ እንድዮም እስኪ ካብ መዓስ ኢኪ ምናልባት እዞም ስድራኪ ከዕብዩኪ ከለውስ ወላ ሓንቲ ትፈልጥዮ ነገር ኣይነበረን ካብ መዓስ ኢዩ ትእንዶ ክትሕዚ ጀሚርኪ መበቆላውያን ስድራይ ክበድ ወይ ገለ ትሒምሓመ ትሒምሒምታ ድዩ ክመጸኪ ስለ ዝጀመረ ዲኺ ካብ መዓስ ኢኺ ከምኡ ዓይነት ምንቕቓሕ ወይ እቲ ሓሳባት ክመጸኪ ጀሚሩ ብኸመይ ኢኺ ከምኡ እናበለ ማዕቢሉ ካብ መዓስ ኢኺ ትሕቶ ምስ ስድራኺ ክትላዘብሉ ጀሚርኪ ከመይ ጌርኪ ከኣ ናብ ዮሴፍ ኬትኪ ድሕሪ ዮሴፍ እውን እታ ደኸትኪዮ መዓልቲ ጽቡቕ ጌሩ ስለ ዝዝከራ ክነግረና እዩ ከምዚ ዝሓሰብክዎ ግዜ እኮ ካብ ሰባ ምስ ትዕሊ ምስ

ኣብቲ ዝዓበኹሉ ዓዲ ይመላለስ ነይረ እየ ሽቦ ብማሕበር ይኸይድ ስለ ዝነበርኩ ማሕበር ናብተን ደናግል እወ ይኸይድ ስለ ዝነበርኩ ብዝያዳ እወ ስእለይ ገለ የርእየ እዚኤን ምሳና ዓብያ ገለ ክብላ ከለዋ ስለ ዝስምዐን እምበር ኮፍ ኢሉ ዝነገረኒ ሰብ እኳ የለን እንድዩ ዋላ ስድራ ገለ ይንገሩኒ ደሓር ግን ሳዋ ምስ ከድኩ እቲ ዕላማይ ቀንዲ ዝነበረ ኩሉ ፍቓዳ ናይ ኣምላኽ ስለ ዝኾነ እዩ እምበር ገዛ ምስ ተመለስኩስ ከምዚ ዕላማ ክገብር ኢለስ ዕላማ ነይሩኒ እዩ። ሕጂ መቸም ድሕሩ ኣብዚ ምስ መጻኹ ከም ናማ ስኮም ሶፋ ኦይል ሓምበዲ ተሰሊጥኪ ኪዲ ኢላትኒ መጀመርያ ናይ ሐቦ እየ ከይደ ካብ ሐቦ ከኣ እታ ወረቀት ምስ ኣምጻኽዋ እንዳ ፖሊስ ከይደ ማለት እዩ እቲኣ ናይ ሰዓብ መዓልቲ በቲ ሽዑ ዝተፈጸመ ክትረኽቦ እንድሕር ተደልኻስ ካብ እንዳ ፖሊስ ከይካ እያ ትረኽቦ ንዓኣ ሒዘ ኣጋጣሚ ናብ መሽመ ከይደ ሽዑ ማለት ናብ ዮሴፍ ናብ ርእሴ ምስ ከድኩ ከኣ ጀሶኻ እንታይ ይብለኒ እዚኣ ወረቐት ዝረኸበኪ ፖሊስ ክተትረኽብዮ ጽቡቕ ኔሩ ገለ ኢልኒ እም ናተይ መድህን ከኣ ምሳይ ትኸይድ ትመላለስ ኔራ ብ ደቂ ኣምሓራ ዝነበረት ማለት ዩ እሳ ከኣ ድሕርኡ ማቲስ ኣይ ኣየበለትን ኣይ ሓመቐትን ኣቲ ፖሊስ ኣብዚ ከም ዘለስ ሓቢራኒ ገይሩ ወርዱ ማለት ዩ ኣብዚ ኣጂብ ዩ ዝሰርሕ ሽዑኡ ንዕኡ ከይደ ረኺብዮ ማለት ዩ እሱኳ ብጣዕሚ ሰንቢዱ እታ ወረቐት ምስ ሃብኩስ ናይ ብሓቂ ስቕ ኢኺ ገለ ኢሉ ኢዩ ዝብለኒ ኮይኑ ድሕርኡ ኣጋጣሚ ስዑድ ዘሰታ ወረቀት ኩለንተን ዶኩመንት ምስ ሃብኩም ጋዜጣ ወጺደይ ማለሽ ጋዜጣ ምስ ወጻደይ ድሓር እቲ ጋዜጣ ካባይ ክቲ ሕብረተሰብና ሕጂ ካባይ ጀሚርካ ንሕጂ ጋዜጣ ኣይነንብብ ኢና ኣይነንብብ እና ገለ በጋጣሚ ስዑድ ዘስ እንታይ በለኒ በሊ ከምዚ ኣይ ገርና ኢንተርነት ማራ ኢንተርተይንመንት ገርና ኢንተርቪው ክንገብረልኪ ኢና ኢልኒ ማለት እዩ ምስ ተገብረ ሽዑ ድሕርኡ ከኣ ንስኩም ምስ ገበርኩማ ብምትሕባር ናትኩም ከኣ ኣብዚ ደረጃ እዚ ተበጺሑ ማለት እዩ።
ብሓቂ ዳርጋ ድበዝሑ ካብቶም ዝጸሓፉና ወይ ጉድ ዕስራን ሓሙሽተን ዓመት ከቢድ እዩ እቶም ዘዕበዩኺ ዕድመን ጥዕናን ይሃቦም እንቋዕ ድማ ሓጎሰኪ እንቋዕ ድማ ሓጎሶም እብሉ ኣርያም I have no words to explain this good news be strong okay ኢሎም ዝጸሓፉ እውን ኣለዉ ኣዝዩ ብዙሕ ብዝተፈላለየ ቋንቋታት እውን ስለ ዝጸሓፉ እቲ ሓጎስ ካብዚ ገዛ እዚ ወጺኡ ናብ ኩላ ዓለም እዩ ተዘርጊሑ እሞ ደጊምና እንኳዕ ሓጎሰኪ እንኳዕ ድማ ሞጎሰኪ ፃዕርኺ ኮንቱኡ ኣይተረፈን ስድራኺ ኣዕብየሙኺ ኣብዚ ደረጃ እዚ ብፅሖምኺ ንስኹም ከምቲ ቀዲምኪ ክትብልዮ ዝፀናሕኺ እዞም ስድራ እዚኦም ከሳብ ብሂወት ዘለኽን ብሂወት ዘለውን ኩሉ ነገር ኣማሊእኺ ምክንያቱ ስም ኣቢ ኣብርሃም ወሲድኪኺ ስጋዕ መወዳእታ ኣቢ ኣብርሃም ኣቦኺ እዩ ኣዴኺ ኣዲ ኣበባ ኣሕዋትኪ ከም ትርእየን ዘለኺ ብምሉኡ ዝተማልኤ ሕጋዊ ነገራት ስለ ዘለኪ ነቲ ናይ መበቆል ጉዳይ ንምፍላጥ እዩ እቲ መስርሕ ክካየድ ጸኒሑ። ብዙሕ ብዙሕ ብዙሕ መወዳእታ ዘይብሉ ከም ዝበልኩ እንቋዕ ሓጎሰኪ ጥራይ እዩ። እንቋዕ ሓጎሰኩም ሻምበል ባሻ ኣደይ ኣበባን ኣምላኽ ይባርኽኩም ዝብል ሕጂ ዮርዳኖስ ፍስሓጽዮን ዝተባህለት ካበይ ዓዲ ምዃኑ ስለ ዘይገልጽ እዩ እንቋዕ ኣመጎሰኩም ዝብል መወዳእታ ዘይብሉ ናይ ብሓቂ እንቋዕ ሓጎሰኪ ከምዚ ናትኪ ነቶም ዝሰኣኑ ውን የርእዮም ዝብል ውን ኣብዚ የማነ መሓሪ ድበሃል ከም ዘጠቓልል ኢና ክንብል ዝጸናሕና እቶም ስድራ ኣዝዮም ተሓጒሶም ንሕና ውን ኣዝና ዓጊብና ማራ ኢንተርተይመንት ውን ኣዝዩ ዕጉብ ዝኾነ ዕዮ እዩ ዓዩ በዚ ከኣ ብዘይ መጠን ንሰማዕቱ ኣዐጊቡ፣ ንተዓዘብቱ ኣዐጊቡን ኣረስሪሱን ክኸውን ሰብ ሙሉእ ተስፋና ተመሳሳሊ ጉዳያት ኣለና ትብሉ ምስ ትህልዉ እውን እቲ ሙሉእ ኣድራሻኹም ሊእኩም ዘጋጠመ ጉዳያት ምስ ትስዱልና ከምዚ ናይ ኣርያም ጉዳይ ክንፈትሖ ወይ ኣብ ደረጃ እዚ ክነብፅሖ ክኢልና ዘለና ተኸታቲልና ናባኻትኩም እንደገና ዘርጊሕና እቲ ምንጪ ወይ ተዓወት ናባኻትኩም ክነብሎ ሰብ ብምሉእ ተስፋ ኢና ናባና ናብ ማራ ኢንተርተይመንት ዝቐንዐ ነቕፌታ እውን ነይሩ ኣብ ኣጠቓቕማ ቃላት ምናልባት ኣብ ፅሑፍ ክትከውን ከለኻ ኣዚኻ ጥንቁቕ ኮንካ ኣሪምካ ኤዲት ጌርካ ስለ እተቕርቦ ኣብ ዘረባ ግን ከምዚ ሕጂ ዝዛረቦ ዘለኹ ብዙሕ ናይ ዘረባ ምድብላቕ ወይ ካልእ ዘስምዕ ዘረባታት ክመልኦ ክእል ተጓሒፋ ተረኺባ ዝብል ቃል ምርካብኩም ኣዚኹም ዝተሰማዓኩም ኔርኩም ምስ ሙሉእ ይቕሬታ ከምኡ ዓይነት ባህ ዘይብል ዘሕርክኽ ቃላት ከጋጥም ከሎ ምናልባት ኣብ ዝሩብ ወይ ኣብ ከምዚ ንገብሮ ዘለና ከም ባህርያዊ ተወሲዱ ኣብ ፅሑፍ ግን ነባሪ ስለ ዝኾነ ክንጥንቀቐሉ ድሕርጂ እውን ካብ ቃልና ዝወፅእ ቃላት ክንጥንቀቐሉን ክንመሃረሉን ከም ዘለና ኢኹም ምሂርኩምና ብሓፈሽኡ ግን ናይ ብሓቂ ፅቡቕ ዋው ኣዝዩ ደስ ዘብል ናይስ ፅቡቕ ዕዮ ዝብል እዩ መፂና ኣዚና ነመስግን የቀንየልና። ዩሴፍ መሳርሕተይ እውን ምሳይ ኣሎ ካብ መጀመርያ ነይሩ ክሳብ መወዳእታ እውን ኣብታ ዝሓለፈ ረ- ተረኺቦም እ፣ ምስ ወለዳ ረኺብናዮም እ፣ ሕማቕ ኣጋጣሚ ኮይኑ ኣዲኣ ብሂወት ስለ ዘይፀንሐት ክንራኸባ ይከኣልናን ኣብ ክንዲ ኣዲኣ ግን ሓትና ረኺብና ኣብ ከኣ እውን ኣብ ሜሪካ ስለ ዘሎ እስካዕ ሕጂ ኣይረኸብናዮን ግን ኣዝዩ ሕጉስ ምዃኑ ኩሉ እቲ ዘጋጠመ ብዓወት ምዝዛሙ ከኣ ኣዝዩ ከም ተሓጎሰ እንታይ ተሰሚዕካ ካብቲ መጀመርያ ተስፋ ዘይብሉ ነገር ተስፋ ተረኺቡስ ተወዲኡስ ኣብ ደረጃ እዚ ምብጽሑ። ንኹሎም ኣብ ወጻኢን ኣብ ውሽጢ ሃገርን ዘለዉ ኤርትራውያን እንቋዕ ሓጎሰና እንቋዕ ናብዚ ክቡር በዓል ኣብጽሓና ክብሎም ይደሊ። ወለዳ ንሓቀኛ ወለዲ እየ ዝብሎም ኣነ ናይ ብሓቂ። ጎላ ፍቅሮም ኣቃባብልኦም ክትሪኦም ኮለኻስ ትሑታት እዮም መጀመርያ ምስ መጸህኒ ክልተ ሽሕን ዕስራን ክልተን ይመጹኒ እዮም ተመሳሳሊ ሕጂ ምስ መጸት ከምዚ ኢለ እየ ከምዚ ኢለ እየ ብደቂ ኣምሓረ እየ ከምዚ ኢለ ተረኺበ ወለደይ ኣይፈልጥን እየ ምስ በለህኒ መጀመርያ ዝበልኩዋ ከምቲ ዝበለቶ ናይ ፖሊስ ሓበሬታ ኩሉ ኣምጽያ እቲ ሓበሬታ ካብቲ ፖሊስ ኬድ ተምጽያ ኢልያ ምስኡ ነዲ ኣበባ እየ ደዊለላ ምክንያቱ ፍቃድ ናቶም ዘይብላ ክትገብሮ ስለ ዘይብላ እሞ ኣፍቂዶምልኪ ድዮም ወለዲ እኮ ኣለውኺ ዝእዝዙኺ ሓለፍትኺ ኩሉ ክንዳኺ ኮይኖም ኣብ ጽቡቅ ኣብ ሕማቅ ዝጎዩልኪ ስለ ዘለው ፍቃድ ናቶም ክንወሲድ እና ኢልናያ ኣራኺባሃኒ ምስ ኣደያባ ሂደያባ ከምዚ ኢላ መጺያህኒ ኣላ እሞ እንታይ ይመስለክን ፍቓደኛታት ዲኽኔ ዋይ ኮሸለ ኢለኒ ንሽሮሲ ጠስሚ ተተወሰኾስ መሊሱ ይምቅር ከም ዝብሃል ጽቡቕ እምበር ወሸለ ፈሊጣ ንሰፍሕ ንዓቢ ንሕይል ኩልናቶም ስድራ ስለ ዝበላኒ ብኡ መሰረት ከኣ ኒሕና ንኣርያም ሰሪሐላ ማለትዩ እቲ ጋዜጣ ኣርያም ናይ ብሓቂ ዕድለኛ እያ። ኣነ ኩሉ እቲ ኣካይዳ ክሪኦ ከለኹሲ ኩሉ እንዳተላጋገበ ከምዚ ፈትልን መርፍእን እዩ ኮይኑ እዩ መጺኡ ኣብዚ ክንበጽሕ ስለ ዘለና ማለት እዩ ስለዚ እንቋዕ ሓጎሰኪ እየ ዝብላ ንኣርያም ምክንያቱስ ካብ ፍቁራት ወለዲ ኣብ ፍቁራት ወለዲ ስለ ዝዓበየት እንደገና ሕጂ ከኣ ነቲ ትደልዮ ዝነበረት ናይ ስጋ ወላዲኣ ናይ ስጋ ወለዳ ኣዲኣ ውን ስለ ዝረኸበት እንቋዕ ሓጎሰኪ ክብላ ይፈቱ። ናይ ብሓቂ ኢድን ጓንትን ኮንና ምስ ማራ ኢንተርተይመንት ስለ ዝሰራሕና ኢና ድሕሩ ከም ዝበልካዮ ኣብ ውሽጢ ሃገር ሰብ ኣየንብቦ ኣብ ውሽጢ ሃገር ሲ የንብቦ ሓዳስ ኤርትራ ግን ብዴገ ክህልው ኣለዎ ኢለ ኣነ ሽዑ ምክንያቱ ጓል ዕስራን ገለን ዓመት እንተ ዕስራን ክልተን እንተ ኮንኪ ካብቲ ዶብ ኩናት ዶብ ዝነበረሉ ምስ ኢትዮጵያ ኣብ ሽዑ እያ ትውለድ ዘላ ማለት ስለዚ ወይ ተሰውኡ ክኮኑ ይክእሉ ወይ ደገ ክህልው ስለ ዝክእሉ ብ ናይ ዩቱብ ክንሰርሓሉ ኢና ኢለያ ማለት እዩ ምሳካ ተረዳዲና ከኣ ሰሪሕናላ ናይ ብሓቂ ተዓዊትና ከኣ ማለት እዩ። ክሪኦ ከለኩ ስለዚ ኣርያም ዕድለኛ እያ ኣብዚ በጺሓ ኣላ ዘኩርዑ ኣኮታት ዘኩርዑ ሓትነታት ኣለዉዋ ልዕሊ ኩሉ ከኣ ዘኩርዑ ወለድን ኣሕዋትን እውን ኣለዉዋ ማሚቋ እያ ዘላ ማለት እዩ ስለዚ ናይ ብሓቂ ንተኸታተልትና ድማ ከመስግኖም ይፈቱ ስለቲ ዝሃቡና ርእይቶ ማለት እዩ ምሳና ኮይኖም እዮም ዝጓዓዙ ኣለዉ ናይ ማራ ኢንተርተይመንት ተኸታተልቲ እሞ ቀጽልዎ ይብሎም ኣነ በዚ ኣጋጣሚ ንሚኒስትሪ ዜና እውን ከመስግኖ ይፈቱ። ምክንያቱ ከምዚ ዓይነት ዕድል ረኺቡ ብጋዜጣ ብዙሓት ተራኺቦም እዮም። ብጋዜጣ ከምዚ ገይሩ ኣፍደገ ከፊቱ ዘይተራኸቡ ማሕበራዊ ፀገም ዘለዎም ንክራኸቡን ንክፍተሓሎምን ዝገብሮ ዘሎ ፃዕሪ ኣዝየ እየ ዘመስግን። ካብኡ ሓሊፉ ድማ ነዞም ብዩቱብ ዝሰርሑ ዘለዉ ድማ ኣጆኹም ክብሎም ይደሊ። ምክንያቱ ክንራኸብ ኣለና። ኣብ መንጎና ዘኽታም መንጎና ወላዲኡ ሓረጉ ደይፈልጥ ክህሉ ኣይደልን ኣነ ከም ሰብ ስምዓኒ እዩ ምስኡ ከኣ ካብቲ ንኣርያም ድበልኩዋ ኩሉ ሳብን ክመጹ ከለዉ ሓደ ቃል የእትዎም እየ ሓደ ፕሮሚስ ሕጂ ተረኺብኩሞም ክትከስዎም ከም ዘይብልኩም ሕልናዊ ክሲ ዝብሃል ኣሎ ናይ ግብሪ ክሲ ብዙሕ ነገራት ስለ ዘሎ ካብዚ ነጸድኹም እየ ዝብሎም ቅሬታ ኣለኩም ድዩ ቂምታ ኣለኩ ድየ ድብሎም ኣብ ኣቓል የእትዎም እየ። ንሳቶም ከኣ ቂምታ የብልናን፣ ክንደልዮም ክንረኽቦም ስለ ዝደለና እንተ ዘይኮይኑ፣ ብሕጂ ብ ልዕለኦም ንፍጽሞ ዝኾነ ነገር ደርቢኹምኒ ረኺብኩም ኢልና ክሲ፣ ደርቢኹምኒ ረኺብኩም ኢልካ ገለ፣ ከም ዘየለ በዚ ተሰማሚዕና እየ ዝሰርሓሎም። ምክንያቱ ናይ ሕልና ጉዳይ እቲ ተፈጸመ ጌጋ ካልኣይ ግዜ ጌጋ ስለ ዘይትገብረሉ ብኸምኡ ንሳ ከኣ ሓንቲ ኣነስ ወለደይ ናይ ስጋ ወለደይ ክረክብ ስለ ዝደለኹ እንተ ዘይኮይኑ ዝኾነ ዝስምዓኒ ነገር የብለይን ኢላሃኒ። ስለዚ ከም ቃላ ድማ ክሳብ ሕጂ ልክዕ ኣብቲ ናይ ኣቦ ነገር ብዙሕ ሓጎጽጎጽ ጸኒሑ እዩ። ግን ኣብ መወዳእታ ሕጊ ሕጊ እዩ። ሓቂ ከኣ ትቕበር ታሽም ትኸውን እምበር ተቐበርካያስ ትወጽእ ዝበሃል ከኣ ሓቂ ከኣ ኣይትጠፍእን እያ። ኣብ መወዳእታ ውን መጺኣ እዚ ሓቂ እዚ ረኺብና ማለት እዩ። ስለዚ ወለዲ ናይ ብሓቂ ኣብ መዕበያ ደቅና ክንጥንቀቕ ክንክል ኣለና። እዚ ድርበ ውላድ ክህሉ የብሉን እንተተጠኒሱ ክውለድ ጥራሕ ደለዎ እንተተወሊዱ ከኣ ክዓቢ እዩ ዘለዎ ክንዚኣ ትመስል ቆልዓ ሲ ቀሊል ቀሊል ህያብ ኣይኮነትን ክሪኦ ከለኹ ማለት እዩ ነዚ ኩልና ኣብ ደገ ደሎ ኤርትራውያን ንኩልና ሰኣኻኺባሃና ኣላ ቫሊ ናታ ክትሪኦ ከለኻ ሲ ንኩልና ኣዚ ዓብ ነገር እዩ ዓብይ ነገር እዩ ንኩልና ጠሚራትና ጠሚራ ተሓጒስና ኩልና ተሓጒስና ንብል ኣለና እንተሪኢኻ ሕጂ ሳልሳይ ግዜ ድራ በዓይ ግዜ ኣብ ቪድዮ ትግበር ዘላ ገና እቲ ሰብ ውን ይደልዮ ማለት እዩ ንምንታይ ተልካ ኣካል ኩሉና ኢና ሓድሕድ ኢና ማለት እዩ ስለዚ ከምዚ ዓይነት ሰብ ክተጥፍኦ ከለካ ክሳራ እዩ። ሕጂ ወለዲ ናይ ብሓቂ ኣብ ደቅና መዕበያ ናይ ብሓቂ ክንጥንቀቅ ክንክእል ኣለና ስለዚ ወድና ወይ ጓልና ጓልና ብፍላይ እንተ ጥንሲ ሒዛ መጽያ ክዓቢ እዩ ዘለዎ ዝድርበ ውላድ ክህልወና ኣይግባእን እዩ ንምንታይ ኣብ ከምዚ ዓይነት ማሕበራዊ ጸገም ነውድቆ። ስለዚ ብሕልና፣ ብሕጊ፣ ብኣምላኽ፣ ብኹሉ ንሕተት ምዃንና ፈሊጥና ናይ ብሓቂ ጥንቃቐ ይሓትት እዩ። ስለዚ በዚ ኣጋጣሚ እዚ ክላበ እደሊ፣ ምስኡ ድማ ነማንኤል ድማ ከመስግነካ ዝደሊ ናይ ብሓቂ ብቁኑዕ ልቢ ብቁኑዕ ሃቐና ስለ ትሰርሖ እዚ መደብ ኣነ ሕጉስ እየ ዕጉብ እየ ውጽኢትካ ትርእየሉ ኣለኻ እቲ ስራሕ ናይ ብሓቂ ቀጽሎ እብለካ ፈቱ ጽቡቅ ጌርካ ስለ ተብርሆ ጽቡቅ ጌርካ ድማ ንተከታተልቲ ስለ ተብርሃሎም ብጣዕሚ ቀጽሎ እዚ ሞያ ን ማራ ኢንተርተይመንት ደጊመ ከመስግኖ ይፈቱ ናይ ብሓቂ ነዞም ስድራ ውን ኣጆኹም ኢሉ ሎሚ ውን በዓል ትንሳኤ እሞኒ ምሶም ኬድኩም በዓሉ ኢሉ ኩሉ ወጻኢታቱ ታእሽሙ ሸፊኑ እስኪ ኮመንት ወይ ሪኢቶ ናይ ተከታተልትናን ሪኢቶ ናይቶም ወለዲ ሕጂ ውን ከመይ ኣሎ እስኪ ከም መዛዘሚ ክንገብረሉ ኢሉ ከምዚ ዓይነት ምውዳቡ ምስ መሳርሕቱ ኩሎም ከመስግኖም ይፈቱ። የቐንየልና ካልእ ዝበለጸ ኣብ መርዓን ደርዓን ናይ ኣሩ ከኣ ከራኽበና ከኣ ተስፋ ንገብር ምስኡ ናይ ሓውና ምስ ተሾመ ምስ በዓልቲ ቤቱ ትዕግስቲ ከኣ ናይ ብሓቂ ከመስግኖም ከምዚ ኢሎም ኣሳስዮም ስለ ዘገልገሉና ምስ የሩሳሌም ሓትነኣ ኩሎም ብጣዕሚ ከመስግኖም ፈቲ ካብቲ ኣብ ሰማዕትና ዝመጸና ዓቢ ሓደ ክንዛረብ ዶ ሲ ክልተ ኤስ ዝብል ኮድ ዝተጥቕመ ዝተኻዕወ ናይ ሕፈስ ጓህሪ ነይኹለስ እዩ እሞ እቶም ናይ መበቆል ስድራቤታ እውን ኣደብ ግበሩ፣ ምስኣ ተመላለሱ፣ እቲ ዝሓለፈ ሓሊፉ እዩ ሕጂ እሂን ምሂን ክትበሃሃሉ ዝሓለፈ ክትኽሕስሉ እዋን ሕጂ እዩ እሞ ሕጂ ልብኹም ክተረስርሱ ዝሓለፈ ይኣክል፣ ኣብ ሩባ ዘሎ ውሕጅ ዝውሰዶ፣ ኣብ ጎቦ ዘሎ ንፋስ ዝሰዶ ብምባል ምስዚ ጽቡቕ ዝገበረት ስድራቤትዚ ክተሓባበሩ ምስ ስድራቤት ሻምበል ባሻ ኣብርሃምን ወይዘሮ ኣበባን ምትሕብባር ዝገብሩ ስድራቤታዊ ህይወት ክህልዎም ከም ዝግባእ ዝገልጽ ሂቦምና እዮም። ብሓፈሽኡ ግን ኣርያም በቲ ሓደ ወገን ከኣ ዕድለኛ ዝገብረኪ ሓደ ዓቢ ነገር ክልተ ኣቦ ክልተ ኣደ ብክልተ ወገን ተወልዱ ኣሽሓት ኣሕዋት ዘለውኺ ሃብታም ኢኺ እሞ እንቋዕ መጎሰኪ ሃናኺ። ተሾመ እንታይ ሰሚዐካ ኣሎ ኣብዚ እዋንዚ ንኣርያም ሓፍተይ እንታይ ትብላ ኩሉ ሓፈሽኡስ ካብ ዝነበረ ክሳብ እዚ እዋን ዘሎ ተኸታቲልካ ኢኻ እሞ እንታይ ትብለና እወ ኣነ ዳ ዝያዳ ከመስግነኩም ይደሊ ቀንዲ ንስኹም ደኺምና ከይበልኩም ነዚ ጉዳይ እዚ ብዓቢ ዝደኸምኩምሉ ከመስግን እደሊ ድሕሩ ከኣ ኣርያም ውን እንቋዕ ሓጎሰኪ ኣብቲ ክሳብ ትደልዩ ቦታ ክትበጽሕ ከኣ ናይ ኩላትና ትምኒት እዩ ማለት እዩ ብዝያዳ ከኣ ነቲ ክሳይ ዝገበረ ከኣ ጀጌ ብዙሓት ደዊሎም ሞጎዝና ከኣ የቀንየልና ንስኩም ከኣ ሞጎስ ኣየ ስታይ ኣይትሙት እዚ የቀንየልና ጥራሕ በሉ ክንጽበ ተኸታቲልኪ ኢኺ እዚ ጉዳይ ካብ መጀመርያ ክሳብ መወዳእታ እውን ነርኪ ኢኺ ሕጂ ስምዒትኪ ክትገልፅና እስኺ ከም ንእሽተይ ከም ሕጂ እውን ከም ኣደ ኣደ ቆልዓ ኢኺ ኩሉ ናይ ኣለም ጉዳይ ክትርእዮ ፀኒሕኩም ዝም ስድራ እውን ስድራኺ እዮም ርኢኽዮም ኢኺ ሰይ ትወድኦም ኢኺ ነዊሕ ናይ ገዛ ሂወት ሪኢኺ ኢኺ እታ ገዛ እዛ ንሪኣ ዘለና ጸባብ ገዛ እያ ኣብዚ ጸባብ ገዛ ተወሳኺ ትንፋስ ወሲኾም ተወሳኺ ወጻኢታት ጌሮም ምስቲ ፖሊስ ምዃኖም ሰራሕተኛ መንግስቲ ምዃኖም እዚ ኩሉ ጻዊሮም እዞም ስድራ ኣብዚ ብጺሖማ እዮም እዛ ጓሎም ናብዚ ደረጃ እዚ ብጺሖማ ከየብቅዕኻ እስከ ናይ መበቆል ስድራ እውን ትፍለጥ ኢሎም ናጽነት ሂቦም ኣብዚ ብጺሖማ እሞ ምስ ዝተኣዘብዮ ጽናሕኺ እንታይ ትብልና እስከ ኣብዚ ምብጻሕና ኣርያም እንታይ ትብልያ ኣነ እኳ እቲ መጀመርታ ወዲ ሰብ ክነብር ከሎሲ ድሌታቱ እንድሕር ኣልይዎስ ድሌታቱ ክገልጽ መሰል ክግበር ጽቡቕ እዩ። ሕጂ ድሌታታ ክድግፋ ከኣኒ ሞራል ይኾና ማለት እዩ። ሕጂ እቲ ድሌታታ ከኣኒ ኣብ ትሕቲኹም ማለት ናታትኩም ደገፍ ተሓዊስዋ ከኣ ኣብ ማዕዶ በጺሑ። ማይሲ እቲ ክኾኖ ዝግብኦስ ኮይኑ ማለት እዩ ስድራ ቤታ ረኺባ ተሓጊስና ኩሉ ሰብ ተሓጊሱ ማለት እዩ ብፍላይ ሕጂ እቲ ቀንዲ ከኣኒ ክትሪኦ ከለኻስ ኩሉ ነገር ታሽሙንዲ እቲ ሓቂ ከይዓበጥካ እቲ ሓቂ እንዳምጻኻ ክትነብርካ ጽቡቕ እዩ እቲ ኣኳኣ ከኣኒ ወላ ውን እንሻላ ወላ ድያ መይታ እሞ ወላ ካልእ ካልእ ይኹን እሞ ኢሉ ከይዓበጦ ናይ ሕልና ስራሕ ክሰርሕ ከሎ ኣንተስ የሕጉሰካ እቲ ኣብኡ ዘሎ ሂወትሲ የሕጉሰካ ማለት እዩ ሕጂ ከምቲ እቲ ሰናይ ተግባር ናይ ኣኳኣዲ ወላ ናታትኩም ሰናይ ተግባር ድዩ በለሲ ከምኡ ዝያዳ ትብል ሰብ ካኣ ብድልየታቱ ክነብር ትብል እንድሕር ጌጋ ድሌታት ሃልይዎ ጌጋ ኢዩ ክትብሎ ጽቡቅ ድሌታት እንተሃልይዎ ከኣ ጽቡቅ ድሌታትካ ኢሞ ቀጽሎ ወይ ከኣ ክብሪትካ ክተበራትዖ ጽቡቅ ኢዩ። ሕጂ ስድራቤታ ምርካባ ከኣ ሕጉስቲ ኢየ ስድራቤታ ምርካባስ ሕጉስቲ ኢየ ንሳ ከኣ ብሓቂ ክብርቲ ኢያ ሓፈሻዊ እቲ ባህሪኣሲ ጽቡቅ ኢዩ። ሕጂ ነዛ ሰብ እዚኣስ ከተበርትዓ ማለት ክተተባብዓ ዳዩ ዘለካ እምበር ድሌታት ክዕጽዎ ክትብላ ገለስ ኣይግብኣካን ከምኡ ስለ ዝኾነ እያ ከኣ እቲ ድሌታታ ጅምስጥራ እምበኣር ድሌታታ ትቐጽል ትድለ ዝበሉዋ ማለት እዩ ሕጂ ንሳ ከኣ ኩሉ ሰብ ከኣ ሕጉስ እዩ ሓፈሻዊ ከምኡ ምኻኑ ሕጉስ እዩ። ዝያዳ ከኣ እቲ ቀንዲ ከመስግኖ ዝደሊ ከኣ እቲ ኣቦኣ እዩ። ዋላ እታ ከማን እታ ቀንዲ ነጋሪት እታ ምንጪ ነጋሪት ከማን ሻሎም ናይ ሕልና እዩ ቀቢርካያ እንድሕር ሜትካስ ኣኺሊካ ማለት እዩ።
ኩልና ኣዚና ተሓጒስና ኢና የቐንየልና ክብረት ሃበልና ኩልኻትኩም ኢኹም ፅዒርኩም ኣደይ ኣበባ ኩሉ ነገር ተወዲኡ ኩሉ ነገር መመልክዑን በቦትኡን ሒዙ ኣብ መወዳእታ እንታይ ትብልና ወይ ምረቓ ወይ ምስጋና ክኸውን ይኽእል እሞ ኩሉ ንዓኺ ምረቓ እሞ ዝኾነ ሓሳብ ልብኹም የስምረልኩም ባላይ ነገር ከዓ እንታይ የቐንየልና ንብለኩም ንቐንየልና ኣብዚ ኩሉ ደረጃ ኣብፅሕኹም ዘብፃሕኹም ወሳትኩም ኹም እሞ የቐንየልና ዘረባ ካይነ ከይድና ዶንተይ ግብሪ ግብሪ ዓዲ የብልና ኣይንኽእልን መናን ይሃብኩም
ኣቦይ ሻምበል ባሻ ዕፀውልና መዛዘሙ ገበሩልና እስከ ኩሉ ሓሊፉ ሰለስተ ዓመት ኢና እዚ ጉዳይ እዚ 222 ናብ ጋዜጣ ወፅዩ ድሕሪኡ ግን ካብ 223 ናብዚ ማራ ኢንተርቴንመንት እቲ ጉዳይ ተኻይዱ ኣብዚ በጺሕና ኣለና ክብሪ ንኣምላኽ። ሕጂ እንታይ ትብሉና ኣብ ምዝዛም ምኽሪ ማዕዳ ምስጋና ለበዋ ኩሉ ካባኹም። ብዝኾነ ከየመስገንና ኣይንሓልፎን ኢና ዕድመን ጥዕናን ይሃብኩም ዓመት ንዓመት የድግመልና ካብ ክፉ ይሰውረና ኣሜን ካብዚ ንሰምዖ ከዓ የርሕቀልና ኣሜን ነቶም ክፉ ዝገብሩ ክፉ ንዕም ይወረዶ እዩ ብዝኾነ ጥዑም ፅቡቅ እዚ መን ይረኽቦ እዝጊ ዝሃቦ እዩ እምበር ካልእ ኣይኮነን። ክብረት ይሃበልና ኣይፈላልየና ጸብጻብ የስምዓልና ካብ በዓል ወዲ እየ። ኣርያም እንኳዕ መጎሰኪ እስከ በሊ ናትኪ ውራዩ ናትኪ መርዓ ኢና ንዛረብ ዘለና ዳግማይ ትንሳኤኺ እዚ ኩሉ ጉዳይ እሞ ተመስግንዮ ኣካል ኩሉ ነገራት እዞም ኩሎም ትሽዓተ ሚእቲ ዝኾኑ ርእይቶ ዝሃቡ፣ ኩሎም ዝተዓዘቡ፣ ኩሎም ነዚ ነገር እዚ ንኸራኽቡ ዝተጓየዩ እንታይ ትብሉ እዮም?
መጀመርያ ኣምላኽ ስለ ዝኾነ ዝተመስገነ ይኹን ኣብዚ ደረጃ ዘብጽሓኒ፣ ቀዳማይ ነገር ከመስግኖም ዝደሊ ንስድራቤተይ ኣብርሃም ክፍሎምን ኣባይ ሴፍን ኣብዚ ደረጃ ክበጽሕ ዝኸኣል ዝገበሩ፣ ካልኣይ ነገር ከኣ እተን ትፋስ ተቑዐን ትፋስ ተቑዐን ናብ ዝርጋሐ ክብጽሓ ዝገበራ ደናግል ደቂ ፍቕርን ገዳም ሐይቦ ላጋዲስ ማሕበር ማለት እዩ። ካብኡ ቀጺለ ከኣ እሶም ብ ካብ ዮሴፍ ጀሚርካ ብትጉህ ብምትሕብባር ዝገበርኩምለይ ማራ ኢንተርተይመንት ከምኡ ውን ሚኪኤለ ወልዱ ከኣ ከየመስገንኩ ክሓልፍ ኣይደልን'የ ፖሊስ ማለት እዩ። ካብኡ ቀጺለ ከኣ ንመላእ ስድራቤተይ ዘመድ ዝረኸብኩም ኣብ ደገ ዘለዉ ኣለወላ ኣብ ዓዲ ዘለዉ ከኣ ሓሳብ ደኣ መስብሎም ከመዝግኖም ከኣ ከይመዝገምኩም ከኣ ክሓልፍ ይደሊ ኣሰይ ካብ ዓብዩ ገዛ እዩ ማለት ደገ ዘሎ ተነኺ
እወ ብሓፍሻ ኩሎም ስድራ ቤት ማለት እዩ ኩሎም ስድራ ቤት ማለት እዩ ሓትነይ ያሳልን ገዛኢ ሓሰደሳትኩም ሓትነታቸው ብምልኦም ማለት ስድራ ቤት ሸርሽርኪ ጆኺ
ንሕና እውን ብዙሕ ኢና ነመስግነኪ እንኳዕ ኸዓ ኣብዚ ብፅሓኪ ዝኸበርኩም ተዓዘብቲ ማራ ኢንተርቴይመንት ምናልባት ናይ ምዝራብ ወይ ሕጂ ክቱር ታሕጓስን ክቱር ጓህን ኣየዛርበካን እዩ ክልቲኡ ዓፅወካዮ እሞ ምናልባት ሓጎስ ሸፊኑ ኣብዚ እዋን እዚ ክትዛርቦ እትደሊ ኣብ ውሽጣ ዘሎ ግን ክትዛርቦ ኣይከኣለትን ክትከውን ትኽእል እያ ግን ውሽጣ ተረዲኡኩም ኣሎ ኩሉ ግዜ ኣዝዩ ቀልቃል ዝብል ሓጎስ ኣለዋ። ሓደ ክንፈልጦ ዘለና ኩላትና ኣብ ዓለም ዘይተነግረ እምበር ዘይተገብረ ነገር የለን። ስለዚ ዝኾነ ይኹን ጉዳይ ኣብ ቃልዕ ኣብ ብርሃን ምስ ተውፅኦ ኢኻ ኩልኻ ርስታት ትረክብ እሞ ዝኾነ ጉዳይ ሕርኽርኽ ዝብል ዘለዎ ጉዳይ ይወከሰና ናባና የብሎ ምስ ዝምልከቶም ኣብዚ ማራ ኢንተርቴንመንት ዘርጊሕና ምኽሪ እንድሕር ተዘርጊሑስ ንኹሉ እዩ ዝኣክል እሞ ኣቡና ጸገም ድበሃል የለን ኣብ ዝኾነ ይኹን ማሕበራዊ ጉዳይ ዘጋጠሞ ሰብ እሞ ምስ ማራ ኢንተርተይመንት ተማኺሩ ጉዳይ ክፈትሕ ምስ ዝደሊ ኣድራሻና ኣብ ታሕቲ ተዘርጊሑ ኣሎ ኣብ ውሽጢ ሃገር ይኹን ኣብ ደገ እውን ብብርክት ዝበሉ ወኪላት ስለ ዘለውና ርኸቡና ክንልኣኸኩም ክንእዘዘኩም ድልዋት ኣለና ስድራ ቤት ሻምበል ባሻ ኣብርሃምን ወይዘሮ ኣበባን ድማ ስለ ዝገበርኩምልና ኩሉ ምትሕብባር ስለ እንግዶትኩም ስለ ኩሉ ምቕሉልነትኩም ኣዚና ኣዚነና ብሽም ማራ ኢንተርተይመንት ነመስግነኩም የቐንየልና። ክቡራት ተዓዘብትና ስለ ምክትታልኩም ኣዚና ነመስግን። ስለ ዝሃብኩምና ክብሪ፣ ስለ ዝገበርኩምልና ምሕብሓብ፣ ስለ ዝገበርኩምልና ምድጋፍ ብኹሉ ኢና ነመስግነኩም። ከምዚ ኣብ መወዳእታ የሲር ድበሎ ድማ እዛ ስድራቤት እዚኣ እቲ ካብኣ ዝግባእ ነገር ንዕስራን ሓሙሽተን ዓመታት ንሓንቲ ተጸጊማ ዝነበረት ቆልዓ ኣዕብያ ኣብዚ ደረጃ እዚ ኣብጺሓ ኣላ። ንስኻትኩም ከ ነዛ ስድራ እዚኣ እንታይ ክትገብሩ ቃል ትኣትዉ? እቲ ሕቶ ንዓኹም እዩ። እቲ መልሲ ከኣ ኣብ ውሽጥኹምን ኣብ ጁባኹምን እዩ ዘሎ እሞ ሃየ ኣብቲ ጌርናዮ ዘለና ናይ ኮመንት መንገዲ ኮመንት ጸሓፉልና። ስለ ምትሕባርኩም ደጊምና ነመስግን። ስለ ዝገበርኩምልና ምትሕብባር ስለ ምክትታልኩም ኣዚና ነመስግን። ክብሪ ንኹላትኩም ይኹን። ርሑስ በዓል ደጊምና።